እዛ ቪድዮ ከምቲ ዝረኣኹማ ወላ ሓደ ታምኔል ወይ ድማ ስእሊ የብላን ማለት ኣብቲ ቅድሚት ዝመጽእ ናይ ዩቱብ ስክሪን ማለት እዩ ኮምኡ ዝገበርናዮ ምኽንያት ድማ ኮም ኩሉ ኮንተንት ክሬተር ንሕና እቲ ናትና ትሕዝቶ ክነዳልዎ እንከለና ብጣዕሚ ጻዕሪ ይሓትት እዩ ወይ ድማ ብጣዕሚ ግዜ ዝበልዕ ምኽንያቱ መጀመርያ ሓሳብ ክተምጽእ ኣለካ ብድሕሪኡ ስእሊ ኣሎ ኤዲቲንግ ኣሎ ሳውንድ ኢፌክት ገለ ታምኔልስ ከኣ ግዜ ይወስዱ እዮም እዚ ኩሉ ግዜ እንዳወሰደ ግን ቪድዮታትና ክረኣ ኣይክእልን ዘሎ ማለት እዩ ታይ እዩ ገሪምና ኣሎ ዩቱብ ንከባበር እባ ቪድዮታትና ዲኻ ናብ ጻዓዱ ትሰዶ ዘለኻ ኮንካ ዘይረኣ ዘሎ ዋላስ እቶም ናትና ኮሚኒቲ ምስ ሰደደልኩም እቲ ቪድዮ ዲኹም ዘይትፈትውዎ ዘለኹም ኮንኩም ክርዳኣና ኣይከኣለን ዘሎ ማለት እዩ ተዘይ ፈቲኽሞ እቲ ቪድዮታትና ቪድዮታትኩም ስለ ዘይፈተናዮ ኢምበር እቲ ናትኩም ቪድዮታትስ ሪኮመንድ ይገብረልና እዩ ገለ ኢልኩም ንገሩና ማለት እዩ ምክንያቱ ኣብ ቲክቶክ ብጣዕሚ ኢና ቫይራል ንወፅእ ኣፅኒዕናዮ ኢና እቲ ቲክቶክ ኣልጎሪዝም ዩቱብ እውን ኣፅኒዕናዮ ኣልና ኢና ንሓስብ ወይ ድማ ነፅንዖ ኣለና ኢና ግን ቪድዮታትና ዋላ ሓደ ክረአ ኣይክእልን ዘሎ ማለት እዩ ሕጂ እዛ ቪድዮ ከዓ ብዘይ ታምኔል ወይ ድማ ብዘይ ስእሊ ዝገበርናላ ምክንያት እስኪ ብዘይ ስእሊ ፈቲናዮ ከ ቪድዮታትና ክረአ ክእል ዶ ወይ ድማ ብዘይ ስእሊ ፈቲናዮስ እዛ ቪድዮስ ክትረአ ትክእል ዶ ዝብል እዩ ማለት እዩ ስለዚ ያ ከምቲ ዝበልናዮ ኣብ ቲክቶክ ብጣዕሚ ቫይራል ንወጽእ ኢና እቲ ኣልጎሪዝም ስለ ዘጽናዕናዮ ኣብ ዩቱብ ግን ኣጽኒዕናዮ እንዳበልና ግን ቪድዮታትና ኣይረኣን ዘሎ ማለት እዩ ሕጂ እቶም ናትና ኮሚኒቲ እዚ ቪድዮ ይመጸኩም ተሃልዩ ቪድዮታትኩም ስለ ዘይፈተትናዮ ኢና እምበር ወይ ድማ ቪድዮታትኩም ብጣዕሚ ብጣዕሚ ብጣዕሚ ሕማቕ ስለ ዝኾነ እምበር ዩቱብስ ይሰደልና ኣሎ እዩ ክትብሉና ንደሊ ኣሎና ማለት እዩ